እቲ ዝመጽእ ወለዶ መጺኡ ኣሎ ተንስኡ ብዓጀብ ንቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ዓቦ ንግበር ሓቦ ማይ ኣውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ክዓጅቦ ይመሃር የጽንዓዮ የንብቦ እቲ ባህሊ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ከይትህቦ ንሓላፍ መገዲ ንወደቦ
ሰላም ከመይ ትውዕሉ ክቡራት ተኸታተልትና ኣማናል ጴጥሮስ ብንእስነቱ እዩ ብስደት ናብ ጀርመን ኣትዩ ሎሚ ካብቶም ኣብ ዓለም ዘለዉ ብሉፃት ናይ ማራቶን ጎየይቲ ሓደ ኮይኑ ኣብዚ እዋን ኣብ ውድድር ኣትለቲክስ ኣውሮጳ ወርቂ መዳልያ ተዓዊቱ ኣሎ ኣማናል ጴጥሮስ ኣብ ቪክቶርያ ስኩዌር በርሚንግሃም ባንዴራ ጀርመን ኣብ መንኩቡ ክሰቅል ወርቂ መዳልያ ድማ ኣብ ኣፍልቡ ከጥልቕ በቒዑ። ኣብ ቶክዮ ኣብ ዝተገብረ ዓለምለኻዊ ውድድር ብጸቢብ ፍልልይ ናይ ዓለም ሻምፕዮን ካብ ምዃን ቦኺሩ ነይሩ። ዓሰርተ ሓደ ኣዋርሕ ጸኒሑ ግን እዚ ወዲ ሰላሳን ሓደን ዓመት መንእሰይ ንዕኡ ቀዳማይ ዝኾነ ናይ ማራቶን ዓወቱ ኣመዝጊቡ። ካብቲ ኣርብዓን ክልተን ኪሎ ሜትር ሓፈሻዊ ርሕቀት ንዕስራን ሓሙሽተን ኪሎ ሜትር ምስ ተጓዕዘ፣ ጴጥሮስ ኣብ ጥውይዋይ መንገዲ ፍጥነቱ ብምውሳኽ ነቶም መራሕቲ ፋሕ ኣበሎም። ሓደ እኳ ክስዕቦ ዝኸኣለ ኣይነበረን። ኣብተን ናይ መወዳእታ ክልተ ኪሎ ሜትር ከኣ ንቕድሚት እናተመርቀፈ ተጓዕዘ። ንሱ ነቲ ናይ መወዳእታ መስመር ብክልተ ሰዓትን ትሽዓተ ደቒቕን ዓሰርተ ሓደ ካልኢትን ብምእታው ሓድሽ ናይ ውድድር ኣትሌቲክስ ኣውሮጳ ኣብ ናይ ደቂ ተባዕትዮ ማራቶን ክብረ ወሰን ኣመዝጊቡ። ኣማናል ዕላማይ ነቲ ውድድር ብቕልጡፍ ክዛዝሞ እዩ ነይሩ፣ ነቲ ዝሓሰብክዎ ከኣ ብዝበለጸ መገዲ ተዓዊተሉ ክብል ድሕሪ'ቲ ውድድር ኣብ ዝሃቦ ቃል ገሊጹ። ኢጣልያዊ ጎያዪ ፔትሮ ሪቫ ብድሕሪኡ ብሸውዓተ ካልኢታት ጥራሕ ምእታዉ ነቲ ኣማል ዘመዝገቦ ብልጫ ዝቕይር ኣይነበረን። ጴጥሮስ ኩሉ ነገር ኣብ ትሕቲ ቁጽጽረይ'ዩ ነይሩ ክብል እውን ይዛረብ። ጴጥሮስ ናብዚ ውድድር ንምስታፍ ናብ ዓባይ ብሪጣንያ ናይ ምእታው ጸገማት ኣጋጢምዎ ነይሩ። ንሱ ክሳብ ቀዳም ማለት ቅድሚ እቲ ውድድር ዘሎ መዓልቲ ናብ በርሚንግሃም ክኣቱ ኣይከኣለን። ማዕከናት ዜና ከም ዝበልዎ ኣብ ናይ ኤለትሮኒክስ ናይ ጉዕዞ ፍቓድ ማለት ኢታ ሕልኽላኻት ኣጋጢምዎ ነይሩ። ጴጥሮስ ኣዝዩ ነዊሕ ግዜ ወሲዱልና፣ ኣዝዩ ዘይምቹእ ነይሩ፣ ንኽልተ መዓልታት ንመላለስ ኔርና ክብል ነቲ ዝነበረ ኵነታት ክገልጾ ፈቲኑ። ፈደረሽን ኣትለቲክስ ጀርመን ግን ነቲ ጸገም ኣብ ምፍታሕ ሓጊዝዎ። ኣብታ ዝሰዓበት መዓልቲ፣ ሸሞንተ ዙርያ ዘለዎ ቍልቍልን ዓቐብን ከምኡውን ብዙሕ ጥውይዋያት ዝመልኦ መገዲ ነቶም ጐየይቲ ይጽበዮም ነይሩ። ጴጥሮስ ነዚ ውድድር ንምድላው ኣብ ኬንያ ኣብ በረኽቲ ቦታታት ንኣዋርሕ ዝኣክል ልምምድ ገይሩ ነይሩ። ንሱ፣ ሚእትን ዕስራን ጥውይዋያት መንገዲ፣ እቲ ዝነበረ ቁልቁልን ዓቐብን ዓቢ ብድሆ እዩ ነይሩ ኢሉ። ጴጥሮስ እታ ዝተዓወታ ወርቂ መዳልያ ንወላዲቱ ኣወፍይዋ። ንሳ፣ ንግስተይን ምንጪ ብርታዐይን እያ፣ ብዛዕባኣ ምሕሳብ ሓድሽ ሓይልን ብርታዐን ከም ዝረክብ ይገብረኒ፣ ንሳ ብሓቂ ፍልይቲ እያ ክብል ምስ ጋዜጠኛታት ተዛሪቡ። ወላዲቱ ካብኡ ብልዕሊ ሓሙሽተ ሽሕ ኪሎ ሜትር ወይ ሰለስተ ሽሕን ሚእትን ሸውዓተን ማይልስ ኣብ ዘሎ ርሕቀት ኣብ ትግራይ ኣብ ኢትዮጵያ እትርከብ ጴጥሮስ ኣብ ሽሕን ትሽዓተ ሚእትን ቴስዓን ሓሙሽተን ኣብ ወደባዊት ከተማ ዓሰብ ተወሊዱ። ገና ንእሽተይ እንከሎ ምስ ስድርኡ ካብቲ ኣብ መንጎ ኤርትራን ኢትዮጵያን ዝነበረ ኲናት ንምህዳም ናብ ሰሜን ኢትዮጵያ ናብ ትግራይ ተሰዲዱ። ኣብኡ ምስተን ክልተ ንኣሽቱ ኣሓቱ ዓብዩ። ካብ ወዲ ሓሙሽተ ዓመት ኣትሒዙ ኣብ ሕርሻን ምፍራይ እንስሳታት ከኣ ይሰርሕ ነይሩ። ጴጥሮስ ኣብ ዓሰርተ ሽዱሽተ ዓመቱ ካብ ኢትዮጵያ ንበይኑ ኣብ መጀመርታ ክልተ ሽሕን ዓሰርተ ክልተን ናብ ጀርመን ኣትዩ። ኣብ ፈለማ ኣብ መዓስከር ስደተኛታት ይቕመጥ ነይሩ፣ ወላዲቱን ኣሓቱን ግን ኣብ ትግራይ እየን ተሪፈን። ኣብ መወዳእታ ክልተ ሽሕን ዕስራን ሓደን ብምኽንያት ኣብቲ ዞባ ዝነበረ ኲናት ጴጥሮስ ንልዕሊ ክልተ ኣዋርሕ ምስ ስድርኡ ዝኾነ ይኹን ርክብ ኣይነበሮን። ኣብቲ እዋን ኣዝዩ ተሻቒሉ ከም ዝነበረ ንዶቸ ቬለ ኣብ ዝሃቦ ቃል ይገልጽ። ሓደ ሓደ ግዜ ጽቡቕ ኣይድቅስን ነይረ፣ ሕማቕ ሕልምታት እውን ይርኢ ነይረ፣ እንተኾነ ግን ተስፋ ከይቆርጽ እጽዕር ነይረ እውን ኢሉ ነይሩ። ስፖርት እንተ ዝሓድጎ ነይረ ኩሉ ነገረይ መጥፋእኩ ነይረ ዝበለ ጴጥሮስ፣ ስድራ ቤተይ ኣጥፊኤ'የ፣ ድሕሪኡ ነታ ናይ መወዳእታ ዝተረፈትኒ ነገር እውን መጥፋእክዋ ነይረ ኢሉ። እቲ ኣብ ትግራይ ዝነበረ ኩነታት ኣብ እዋን ውድድራት እውን እንተኾነ ንጴጥሮስ ኣብ ኣእምሮኡ ይቕጀሎ ነይሩ። ጴጥሮስ ቀጺሉ፣ ኵሉ ግዜ ብዛዕባ ስድራይ እሓስብ እኳ እንተ ነበርኩ፣ ኣብ ዝጐየሉ እዋን ግን ነቶም ሓሳባት ብምእላይ ኣብ ስፖርት ጥራሕ ከተኵር ይጽዕር ነይረ ክብል ገሊጹ። ናብ ጀርመን ካብ ዝኣቱ ድሕሪ ሒደት እዋናት ጴጥሮስ ኵዕሶ እግሪ ምጽዋት ጀሚሩ ነይሩ። ኰይኑ ግን፣ ሓደ ናይቲ ክለብ ሓላፊ ፍጥነቱ ብምዕዛብ ናብ ናይ ከባቢኡ ናይ ኣትለቲክስ ክለብ ኣእትይዎ። ኣብ ሰነ ክልተ ሽሕን ዓሰርተ ክልተን ጴጥሮስ ናይ መጀመርታ ናይ ዓሰርተ ኪሎ ሜትር ውድድሩ ብምጉያይ ብክልተ ደቒቕን ፈረቓን ብልጫ ተዓወተ። ይኹን እምበር ምስ ሓድሽ ሃገር ምልምማድ ቀሊል ኣይነበረን። ቋንቋ ምምሃር ዓቢ ብድሆ ነይሩ። ነቲ ናይ ጀርመናውያን ኣተሓሳስባን ባህልን ምርዳእ ግን ካብኡ ዝዓበየ ብድሆ ነይሩ ክብል ንዶቸ ቬለ ይሕብር። ኣብቲ እዋን'ቲ ስደተኛታት ዜግነት ጀርመን ንምርካብ ንሸሞንተ ዓመታት ክጽበዩ ይግበኦም ነይሩ፣ ንሱ ግን ኣብ ክልተ ሽሕን ዓሰርተ ሓሙሽተን ዜግነት ረኺቡ። ኣብቲ ኣብ ክልተ ሽሕን ዕስራን ሓደን ኣብ ጃፓን ዝተገብረ ናይ ኦሎምፒክ ጸወታ ንመጀመርያ ግዜ ንጀርመን ወኪሉ ኣብ ማራቶን ተወዳዲሩ። ኣብቶም ዝሰዓቡ ዓመታት ጴጥሮስ ናብቶም ናይ ዓለምና ብሉጻት ኣትሌታት እናቐረበ መጸ። ኣብ ታሕሳስ ክልተ ሽሕን ዕስራን ሓሙሽተን ኣብ ቫለንስያ ናይ ክልተ ሰዓትን ኣርባዕተ ደቓይቕን ሰለስተ ካሊኢታትን ግዜ ብምምዝጋብ ሓድሽ ናይ ጀርመን ናይ ማራቶን ክብረ ወሰን ኣመዝጊቡ። ካልእ ናይ ጀርመን ክብረ ወሰን ድማ ኣብ መጋቢት ክልተ ሽሕን ዕስራን ሽዱሽተን ኣብ ናይ በርሊን ፍርቂ ማራቶን ሓምሳን ትሽዓተን ደቒቕን ዕስራን ክልተን ካሊኢታትን ብምምዝጋብ ሰበሮ። ጴጥሮስ ክሳብ ክንደይ ናብቶም ናይ ዓለምና ብሉጻት ከም ዝቐረበ ኣብ መስከረም ክልተ ሽሕን ዕስራን ሓሙሽተን ኣብ ቶክዮ ኣብ ዝተገብረ ናይ ዓለም ሻምፕዮና ብግልጺ ይረኣ ነይሩ። ሰለስተ ሚእትን ሓምሳን ሜትሮ ጥራይ ኣብ ዝተረፎ እዋን ፍጥነቱ ወሰኸ። ናብቲ ስታድዮም ብቐዳምነት ዝኣተወ ንሱ ነይሩ። ኣብታ ናይ መወዳእታ ደቒቕ ከኣ ሓድሽ ናይ ዓለምና ሻምፕዮን ንሱ እዩ ዝመስል ነይሩ። ኮይኑ ግን ኣልፎንስ ሲምቡ ካብ ታንዛንያ ኣብታ ናይ መወዳእታ ካልኢት ቀዲሙ ኣተወ። ክልቲኦም ብክልተ ክልቲኦም ብክልተ ሰዓትን ትሽዓተ ደቒቕን ኣርብዓን ሸሞንተን ካልኢትን ነቲ ውድድር ዛዚሞሞ። ብፎቶ ፊኒሽ ዝተወሰነ ውጽኢት ድማ ጴጥሮስ ብ ዜሮ ነጥቢ ዜሮ ሰለስተ ሰከንድ ጥራይ ወርቂ ማዳልያ ከይወስድ ተዓንቀጸ። ከም ፕሮፌሽናል ኣትሌት መጠን ነዚ ተቐቢለ ናብ ቅድሚት ክርኢ ኣለኒ ክብል ከኣ ጴጥሮስ ድሕሪ'ቲ ውድድር ገሊጹ። ናይ ብሩር መዳልያ ብምስዓሩ ግን ካብ ሽሕን ትሽዓተ ሚእትን ሰማንያን ሰለስተን ኣትሒዙ ንጀርመን ናይ መጀመርታ ናይ ዓለም ሻምፕዮና ናይ ደቂ ተባዕትዮ ማራቶን ኮይኑ። ጴጥሮስ ድሕሪ'ቲ ውድድር። ኣብዚ ምብጻሐይ ንዓይ ዓቢ ነገር እዩ፣ ብፍላይ ንስድራይን ነደይን ኢሉ። ናይቲ ውድድር ቪድዮታት ክሰደላ ከም ዝዀነ ብምግላጽ፣ ሓደ መዓልቲ ናብ ጀርመን ኣምጺኤ ኣብ ውድድር ክትርእየኒ'ያ ዝብል ተስፋ ኣለኒ ኢሉ። ኣብዚ እዋን፣ ድሕሪ'ቲ ኣብ ቶክዮ ብፎቶ ፊኒሽ ዝተሳዕረሉ ዓሰርተ ሓደ ኣዋርሕ፣ ጴጥሮስ ኣብ በርሚንግሃም ነቲ ናይ መጀመርታ ዓቢ ዓለምለኻዊ ናይ ሻምፕዮንነት ኣኽሊሉ ተጐናጺፍዎ ኣሎ። ክቡራት ተኸታተልቲ መስትያት ቤትና ንሕጂ ዝጸናሓና መደብ ኣብዚ ዛዚምና ኣለና። ጸኒሕና ብኻልእ ኣርእስቲ ክንምለሰኩም ኢና። ክሳብ ሽዑ ሰላም ጽንሑ። መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።